መርሓባ መርሓባ ሕጂ ድማ ዝያዳ ኣብነታት ናይ ሬላቲቭ ፕሮናውንስ ክንሰርሕ ኢና ሰናይ ምክትታል ሁስ ፎን ራንግ ናይ መን ቴሌፎን ጭር ኢላ ናይ መን ቴሌፎን ጭር ኢላ? ዊች ቴስትስ ቤተር ኣየናይ ዝያዳ እምቅር? ኣየነይቲ ዝያዳ ትምቅር? ዊች ቴስትስ ቤተር ኣየናይ ዝያዳ ምቅር? ኣየነይቲ ዝያዳ ትምቅር? እቲ መኣስ ተፈጺሙ? ወይ ድማ እቲኣ መዓስ ተፈጺማ ክብል ተደልየ ድማ you know that happened when እቲ መዓስ ተፈጺሙ እቲኣ መዓስ ተፈጺማ እዚ መን እደርፎ እዚኣ መን ይደርፋ Who sings this? ነታ ደርፊ ወይ ነቲ ደርፊ መን ይደርፎ ወይ ድማ መን ትደርፎ ማለት እዩ ብሓፂሩ እዚ መን እደርፎ እዚኣ መን እደርፋ ነዛ ደርፊ እዚኣ ወይ ድማ መን ትደርፋ ኦኬ እዚ መን እደርፎ ከምዚ እውን ክብል ይኽእል እየ እዚ ኦኬ እዚ እዚኣ ክገብረላ እየን እዚኣ ኣብዚ ድማ እዚ ክብል እየ እዚ ምክንያቱ ብክልቲኡ መገዲ እዚ መን ደርፎ እዚኣ መን እደርፋ መን እደርፋ እዚኣ መን እደርፋ እዚ መን ትደርፎ መን ትደርፎ ከምዚ ከዓ ክብል ይኽእል እየ እሲ እዚ መን ትደርፎ ኦኬ እዚኣ እዚኣ መን ትደርፋ ትደርፋ ኦኬ ከምዚ ኢልና ትግርኛና ሰፊሕ እዩ እዚ መን ደርፎ እዚኣ መን ደርፋ እዚ መን ትደርፎ እዚኣ መን ትደርፋ ከምዚ ክብል ክእል እየ ሁ ሲንግስ ዚስ ኦኬ ቀፂልና ድማ ሁም ዊል ኢት ኣፌክት እዚ ሲ ንመን እዩ ዝፀሉ ማለት እዩ እሳ ንመን ክትትንክፍ ወይ ክትጸሉ ኢያ? እሱ ንመን ክትንክፍ፣ ክትን፣ እዚኣ ረሲዐላ፣ ንመን ክትንክፍ ወይ ድማ ክጸሉ ኢዩ? እሱ ወይ ድማ እሳ ክብል ከለኹ ኢት ብትግርኛ ኢት ካን ቢ እሳ ኦር ኢት ካን ቢ እሱ፣ so whom will it affect፣ እሳ ንመን ክትትንክፍ ወይ ድማ ክትጸሉ ኢያ፣ እሱ ንመን ክትንክፍ ወይ ክጸሉ ኢዩ ምባል የስምዕ። ኣብዚኣ ድማ as usual ንውሕ ዝበለት ክትህልወና እያ። ሁስተርን እዜት ክብል ከለኹ ብዝተፈላለየ ክገልጻ እየ ብትግርኛ። ሁስተርን እዜት ናይ መን ኣሃ ናይ መን ተራ እዩ ንምባል እዩ ብሓፈሻ ብሓፈሻ ናይ መን ተራ እዩ ኦኬ ኣብ ዲቴይል እንድሕር ኣቲና ግን እዚኣ ናይ መን ተራ እዩ ናይ መን ተራ እዩ ክብል ከለኹ ናይ ኣማንኤል ናይ ሰላስ ናይ ቴድሮስ ናይ ኣቦይ ቀሺ ናይ መምህር ወዘተ ክብል ይኽእል ኣብዚኣ ድማ ናይ መንኩም ተራ እዩ እብለኩም ንክልቴኹም ንኣብነት ንኣሽቱ እንድሕር ኮንኩም ናይ መንኩም ተራ እዩ ናይ መንኩም ኣወዳት ኣለኹም ወይ ወዱን ጓልን ናይ መንኩም ተራ እዩ ይብለኩም ናይ መንክን ተራ እዩ ተኢለ ድማ ንክልቴኽን ኣዋልድ ዓይነኽን ናይ ዓይነኽን ተራ ይብለክን ኣለኹ ናይ መነኹም ተራ እዩ ዓበይቲ ኢኹም ኣቦይ ኣማንኤል ኣቦይ ተስፋ ልደት ናይ መነኹም ተራዩ ኣደይ ህድኣት ኣደይ ምዕራፍ ናይ መነኽን ተራዩ እብል ኣለኹ ብዚ ድማ ናይ መነኦም ተራዩ ብዛዕባ ዓበይቲ እየ ዝዛረብ ዘለኹ እዚ እውን ናይ ኣቦይ ሃይለ ድዩ ናይ ኣቦይ ቀሺ ምሕፁን ናይ መነኦም ተራ እዩ ናይ መነእን ተራ እዩ ናይ ኣደይ ኣምለሱ ድዩ ናይ ኣደይ ፍትገ ናይ መን ተራ እዩ? ናይ መናእቶም ተራ እዩ። እጅ ብዙሓት ብዛዕባ ብዙሓት ይዛረብ ኣለኹ ናይ መናእቶም ተራ እዩ። ናይ በዓል ብርሃነ ናይ በዓል ቴድሮስ እዩ። ናይ መናእቶም ተራ እዩ። ናይ መናእተን ተራ እዩ። ናይ በዓል ዘውዲ ናይ በዓል ጽገ ተራ እዩ። ናይ መነኻትኩም ተራ እዩ እዛ ድማ ንዓኻትኩም ናይ ግሩፕ ይዛረብ ኣለኹ ሜቢ ክልተ ግሩፕ ትኾኑ ክልተ ግሩፕ ትህሉ ወይ ሰለስተ ግሩፕ ትህሉ ሶ ናይ መኻ ናይ መነኻትኩም ተራ እዩ ብለኩም ኣለኹ ንኣብነት ሰለስተ ክላስ ኣለኹም ሰለስተ ክላስ ተምሃሮ ሕጂ ናይ መነኹም ተራ እዩ ብለኩም ኦ ናይ ሜቢ ኤ ቢ ሲ በሃላ ኮናተን ክላሳት ናይ መነኹም ተራ እዩ ናይ ሲ ወይ ናይ ቢ ናይ መነኻትክን ተራ እዩ ከምኡ ድማ ነተን ኣዋልድ ከምኡ ብለን ማለት እዩ ሁስተርን እዚ ተረዲአናኹም ክኾና ተስፋ ገብር ክቕፅል እየ ዊች ኢዝ ሰይፈር ኣየና እዩ ድሓን ማለት እዩ ወይ ድማ ኣየነይቲ ኣየነይቲ እያ ድሓን ኣይነይቲ እያ ደሓን ኣየናይ እዩ ደሓን ዊች ኢዝ ሴፈር ወይ ኣየናይ እዩ ዝደሓነ ኣይነይቲ እያ ዝደሓነት ክብል ድማ ይኽእል ዛት ኬም ፍሮም ዌር እቲ ካበይ መፂኡ እቲኣ ካበይ መፂኣ ከምዚ ኢለ እሓትት ዛት ኬም ፍሮም ዌር እቲ ካበይ መፂኡ እቲኣ ካበይ መጺኣ? እዋ who discovered it? who discovered it? ንዕኡ መን ረኺብዎ ወይ ድማ ንዓኣ መን ረኺብዋ? ብኻልእ እውን ክገልጻ ክእል እየ ኦኬ ንዓኡ እዚ ድማ ኣብዚ ንዕኡ መን ረኺብዎ ኢለ ንዕኡ ንዓኡ ንዓ ኩሉ ግዜ ንዓ ኢና ንብላ ነታ ንዓ ኢና ንውስኸላ ንዓኡ መን ረኺባቶ መን ረኺ መን ረኺባቶ ክብል ኽእለ ንዕኡ መን ረኺባቶ ንዓኣ መን ረኺብዋ ትብል ዘላ ደኣ ንዓኣ መን ረኺባታ ክብል ድማ ይኽእል እየ እሲ ንዓኣ ንዓኣ መን ረኺባታ ንዓኣ መን ረኺባታ ትብለጽ ረኺባታ ንዓኣ መን ረኺብዋ ኣማኒኤል ረኺብዋ ንዕኡ መን ረኺባቶ ሰረ ረኺባቶ ንዓኣ መን ረኺብዋ ቴድሮስ ረኺብዋ ናይ መን ንዕኡ መን ረኺብዎ ቴድሮስ ረኺብዎ who discovered it እሲ ከምዚ ኢልና ኤክስፓንድ ንገብሮ ቋንቋና ኣብዚ ድማ whom do you believe ንመን ኢኻ ትኣምን እብል ኣለኹ ንመን ኢኺ ትኣምኒ እዚ ብብዙሕ ድማ እዚ ድማ ከምቲ ብዙሕ ኣብ ላዕሊ ዝጠቐስናዮ ኣይሜን ኣስፊሕና ክንከዶ ንኽእል ኢና ንመን ኢኻ ተኣምን ንመን ኢኺ ተኣምኒ ንመን ኢኹም ንመነመን ኢኹም ተኣምኑታ ክብለ እዚ ሆም ድዩ ብሊቭ እስከ ከነስፍሓ እንድሕር ደሊኹም ከነስፍሓ ንኽእል ኢና ንመን ኢኻ ተኣምን ንመን ኢኺ ተኣምኒ ኣሃ ንዓቢ ሰብኣይ ድማ ንመን ኢኹም ትኣምኑ እብሎም ማለት እዩ ንመን ንመን ኢኹም ንመን ኢኹም ትኣምኑ ትኣምኑ ንመን ኢኹም ትኣምኑ ኣሃ ንመን ኢኹም ትኣምኑ ንዓባይ ሰበይቲ ድማ ንመን ኢኽን ትኣምና ንመን ኢኽን ንመን ኢኽን ተኣምና ንመነመን ድማ ክንብል ንኽእል ኢና ንመነመን ደሓን ክሰግረን እየ እንዳተረዳእኩም ይመፅእ ስለ ዘሎ ንመነመን ትብል ድማ ኣብዚ ንመን ኢኻ ተኣምን ንመነመን ኢኻ ተኣምን ንመን ኢኺ ተኣምኒ ንመነመን ኢኺ ተኣምኒ ንመን ኢኹም ተኣምኑ ንመነመን ኢኹም ተኣምኑ ንመን ኢኽን ተኣምና ንመነመን ኢኽን ተኣምና ኢልና ክንገብሮ ስለ ንኽእል ኣነ ግን ስራሕ ከይበዝሓኒ እንታይ ዝበሃል ገብረልኩም እየ ሕጂ ንመን ኢኹም ትኣምኑ ንመን ኢኽን ትኣምና ኢለ እዚ ንዓበይቲ ማለት እዩ ሓቀይ ንዓበይቲ ሰባት ሕጂ ድማ ንብዙሓት ን ንመን ኢኻትኩም ይብሎም ሕጂ ንመን ኢኻትኩም ንመን ኢኻትኩም ተኣምኑ ድየ ዝብል ዋላ እንታይ ኖ ተኣም ተኣምኑ ዘይኮነ ተኣምኑታ ክብል ኣለኒ ንመን ኢኻትኩም ሕጂ ብዙሓት እየ ዝዛረብ ዘለኹ ንመን ኢኻትኩም ተኣምኑ ተኢለ እዚኣ ንመን ኢኹም ተኣምኑ ንዓብዪ ሰባ እየ ዝብላ ዘለኹ ተኣምኑ ትብል ስለዚ ኪፕ ኢን ማይንድ እዚኣ ክትበዝሕ ከም ዘለዋ ኢኻትኩም እንድሕር ኢለ ንመን ኢኻትኩም ተኣምኑታ ንመን ኢኻትክን ንመን ኢኻትክን ኢኻትክን ተኣምናታ ተኣም ንመን ኢኻትክን ተኣምናታ እየ ዝብል ኦኬ ከምኡ ድማ ኣብዚ ብምንታይ ምተካእኹዋ ነይረ ንመነመን ኢኻ ትኣምን? ንመነመን ኢኺ ትኣምኒ? ንመነመን ኢኹም ትኣምኑ? ንመነመን ኢኽን ትኣምና? ንመነመን ኢኻትኩም ትኣምኑታ? ንመነመን ኢኻትክን ትኣምናታ? ድማ ምውስኽናላ ነይርና፣ ግን ከይትነውሓኒ ኣብዚ ጠጠው ኣቢለያ ኣለኹ። እምበኣርከስ ክሳብ ቀጻሊ ቪድዮ ንረኸብ፣ ሰሰናይ ንዓኻትኩም። ቪድዮና ኣብዚ ወዲእና ኣለና።